ሰላም ሰላም ከመይ ትጸንሑ ፍትዋት ተኻታተልትና በብዘለኹምዎ ሰላም ክኾነልኩም እንዳተመነኹ ኣብ ናይ ሎሚ መደብና ድማ ብጣዕሚ ኣዘራራቢ ዘሎ ድማ ሻዕብያ ዝተፈላለዩ ዘመናዊ ኣጽዋራትን ሓይሊ ኣየርን ሓይሊ ባሕርን ተዓጢቑ ከምዘሎ እንዳተገለጸ እዩ ዝርከብ ዘሎ ብዛዕባዚ ደማ ብሓሓደ ኮይንና ክንሪኢ ኢና ካብዚ ብምቕጻል ደማ ናብ ኤርትራ ዝኣተወ ነዳዲ ብዛዕብኡ ደማ ሓደ ሓድሽ ሓበሬታ እንዳወጸ እዩ ዝርከብ ዘሎ ብዛዕባዚ ውን ብሓሓደ ኮይንና ክንሪኢ ኢና ከምኡ ድማ ነዚኦም ውን ካልኦት ዝመሳሰሉ ትሕዝቶታት ሒዘልኩም መጽየ ኣለኹ ክሳብ መወዳእታ እዚ ቪድዮ ውን ሓቢርኩምኒ ጽንሑ። እሽ'ሞ ፍትዋት ተኻታተልትና ቀዳማይ ቪድዮና ድማ ብፕሬዚዳንት ኢሳያስ ኣፍወርቂ ክጅምር ከም ዝፍለጥ ኢትዮጵያ ኣብ ልዕሊ ኤርትራ ብዛዕባ ቀይሕ ባሕሪ ዝተፈላለዩ ሕቶታት እንዳልዐለት እያ ዘላ ነዚ ደማ ፕሬዚዳንት ኢሳያስ ኣፍወርቂ ብዛዕባ ቀይሕ ባሕሪ ብኸመይ ከም ዝሕለው ንዝተፈላለዩ ኣብዚ ዞባ ዘለዋ ናይ ቀይሕ ባሕሪ ሃገራት ብኸመይ ባሕረን ክሕልዋ ከም ዘለወን ዝተፈላለዩ ነጥብታት ኣውጺኤ ነይረ እንዳበለ እዩ ዝርከብ ዘሎ ብዛዕባ እዚ ደማ ሓንቲ ቪድዮ ሒዘልኩም መጽየ ኣለኹ እስኪ በዛ ቪድዮ እዚኣ ደማ ላይክ ብምግባር ንጀምር። ነዚ ጉዳይ እዚ ብዕምቆት ክትዛረበሉ ግዜ ዝሓትት እዩ። እቲ ባሕሪ ናይ ሃገራት ዞባ ባሕሪ ጥራይ ኣይኮነን፣ የግዳስ ካብ ዝኾነ ካልእ ቦታ ህንዳዊ ውቅያኖስ ይኹን ሰላማዊ ውቅያኖስ ወይ ካልእ ዝያዳ ጂኦፖለቲካዊ ኣገዳስነት ዘለዎ ኣህጉራዊ ማያዊ መስመር እዩ። ቀይሕ ባሕሪ ነተን ኣብ ገማግሙ ዝርከባ ሃገራት እንተላይ ኤርትራን ምስርን ዓብዪ ሓላፍነት ዘሰክም እዩ። ነዚ ማያዊ መስመርዚ ንምውሓስ ድማ ንሃገራት እዚ ዞባን ካብኡ ወጻኢ ዘለዋን ኣብ ዝርዝር ከይኣተና እንተላይ ንኣህጉራውያን ሓይልታት ስትራቴጂያዊ ጉዳይ እዩ። እቲ ሽግር ብዝተፈላለየ ወገናት ብዙሕ ሓሳባት ዝመጽእን ምትእትታዋት ዝበዝሕን ምዃኑ እዩ። ንሕና ኣብ ገማግም ባሕሪ እንርከብ ሃገራት ኣብዚ ጉዳይ እዚ ንጹር መርገጺ ክህልወና ኣለዎ። ከም መንግስቲ ኤርትራ ኣብ ዝተፈላለየ ኣጋጣሚታት ዘቕረብናዮ ዓሰርተ ክልተ ነጥብታት ዝሓዘ ሓሳባት ኣሎ። ቀዳማይ፣ ነፍሲ ወከፍ ሃገር ኣብ ቀይሕ ባሕሪ ዝርከብ ንውሓት ገማግም ባሕራን መሬታን ህላዊኣን ንምውሕላው ባዕላዊ ዓቕሚ ክህልዋ ኣለዎ። ምናልባት እዘን ሃገራት እዚኣተን ጸጥታ ብብቕዓት ንምውሓስ ተወሳኺ ዓቕምታትን ጸጋታትን የድልየን ይኸውን። እንተኾነ ግን ኣብ ቀይሕ ባሕሪ ንውሽጣዊ ዓቕሚ ናይ ነፍሲ ወከፍ ሃገር መተካእታ ክኸውን ዝኽእል ሓይሊ የለን ዋላ እኳ ኣብዝን ኣብትን ፍልልያት እንተሎ እዚ ዕማም እዚ ናይ ኩልና መሰረታዊ ጠለብ ክኸውን እትስፎ ነፍሲ ወከፍ ሃገርን ህዝብን ከም ሉኣላዊ፣ ብውሽጣዊ ዓቕሙ ገማግሙ ንምሕላው ኣብዚ መሰረታዊ ሓሳብ'ዚ ክምርኮስ ኣለዎ። ካልኣይ፣ ሃገራት ነዚ ኣህጉራዊ ማያዊ መስመር'ዚ ብመንገዲ ሕጋዊ ስምምዕን መካኒዝምን ንምውሓስ ዝሓየለ ዓቕሚ ክእክባ ምእንቲ፣ ኣብ መንጎኣን ናይ ምትሕግጋዝ መካኒዝም ክህሉ ኣለዎ። ነዚ መስመር እዚ ንምውሓስ ወተሃደራዊ መዓስከራትን ምትእትታው ዞባዊ ይኹን ኣህጉራዊ ሓይሊ ኣየድልን እዩ። ውሕስነት ነባሪ ፍታሕ ንዝመጽእ ተኸታታሊ ወለዶታት ዝግደፍ እዩ። ሳልሳይ፣ ንኣብነት ኣብ ገማግም ቀይሕ ባሕሪ ዝርከባ ሃገራት ማያዊ መስመረን ንምሕላው ዓቕሚ ዘይብለን ምስ ዝኾና፣ ምናልባት ነዚ ማያዊ መስመር'ዚ ንምሕላው ኣብ ክሊ ሕጋዊ መቓን ኣህጉራዊ ተራ ክመጽእ ይኽእል እዩ። ይኹን'ምበር፣ ነፍሲ ወከፍ ሃገር ማያዊ ክላ ንምውሓስ ብዝብል ምስምስ ምስ ዓበይቲ ወይ ዞባውያን ሃገራት ስምምዓት ትገብር ማለት ኣይኮነን። ከምዚ ዓይነት ኣገባብ ንጹግ እዩ። ምኽንያቱ ነተን ሃገራት ብዙሕ ልኽላኻትን ብድሆታትን ዘስዕበለን ስለ ዝኾነ። ስለዚ ኸኣ ግድን ኣህጉራዊ ሕጋዊ ክሊ ክህሉ ኣለዎ። ንኣብነት ኣብዚ ሳልሳይ ነጥቢ፣ ሃገራት ነዚ ባሕሪዚ ንምሕላው ዓቕሚ ንምህናጽ መካኒዝም ፈጢረን እንተድኣ ተሓጋጊዘን፣ ነዚ ዘቕረብክዎ ክልተ ኣማራጺታት መተካእታ ንምፍጣር ናብ ባይቶ ጸጥታ ወይ ውድብ ሕቡራት ሃገራት ዝቐርብ ኣብ መንጎኤን ሕጋዊ ስምምዕ ክህሉ ኣለዎ። ማያዊ መስመር ንምውሓስ ኣብ ዞባ ቀይሕ ባሕሪ መዓስከር ዓቢይቲ ሃገራት ወይ ኣንጻር ዝተወሰነት ሃገር ቀጥታዊ ወተሃደራዊ ምትእትታው ዘፍቅድ እማመ ፍጹም ክህሉ የብሉን። እዚ ከኣ ንጹግን ዘይሕጋውን ስለ ዝኾነ ብዝኾነ ይኹን ኣገባብ ውጽኢታዊ ኣይኮነን። ስለዚ ንሕናን ምስርን ኣብ ጉዳይ ቀይሒ ባሕሪ ኣብ ክሊ እዚ መረዳእታ እዚ ንኹለን ሃገራት ገማግም ቀይሒ ባሕሪ ዝሓቁፍ ሃዋሁ ንምፍጣር ግድን ኣበርክቶ ክንገብር ኣለና። ኤርትራን ምስርን ጥራይ ዘይኮና ኩለን ሃገራት እዚ ዞባ ይሳቐያ እየን ዘለዋ። እዚ ሓሳብ እዚ ክውንነታዊ ስለ ዝኾነ ምትሕልላኽን ናይ ወጻኢ ምትእትታውን ዘድልዮ ኣይኮነን። ስለዚ ኣህጉራዊ ማያዊ መስመር ንምውሓስ ነዚ ጉዳይ እዚ ከም ዝተማልአ እማመ ኣብ ዝኾነ ክልተኣውን ልዕሊኡን ኣጋጣሚታት ክነቕርቦ ኣለና። ቀይሕ ባሕሪ ከኣ ንኹለን ሃገራትን ህዝብታትን ዓለም ዘገልግል ዓለማዊ ባሕሪ ክኸውን ኣለዎ። ካብዚ ብምቕጻል ድማ ኣብርሃ ድማ ብዛዕባ ሃገራዊ ጋንታ ኤርትራ ናብ ዓዶም ዘይተመለሱ ብዛዕብኡ ድማ ስፍሕ ዝበለ መልእኽቲ እንዳሕለፈ እዩ ዝዝረብ ካብዘሎ ኣብርሃ እስኪ ሰሚዕናዮ ንምለስ። ሓንቲ ነጥቢ ግን እታ ኣነጺርና ክንፈልጣ ዘለና ብኸመይ ኣገባብ ኢኻ ካብ ዓዲ ወጺኻ ወይ ትወጽእ እያ ትብሃል። ሃገር ንዓ ሃገራዊ ጋንታ ኮንካ ተጻወት ኢልሓካ ምስ መጻኻ ሓላፍነት ህዝቢ ኤርትራ ተሰኪምካ ኢኻ መጺኻ ከመይ ገሪት ሓላፍነት ዝቐሎም ዘሎ ሓላፍነት ባንዴራ ተሰኪምካ ኢኻ መጺኻ ናይ ዝኾነ ናይ መንግስቲ ናይ ፖለቲካ ሓላፍነት ተሰኪምካ ይመጻኻን ናይ ሃገር እዩ ብስም ሃገር መጺኻ ሃገር ኢኻ ትጠልም ዘለኻ ዝኾነ ፖለቲካዊ ካል ኣይጠለምካን ሃገርን ህዝብን ኢኻ ትጠልም ዘለኻ ንምንታይ ድዩ እቲ ህዝቢ ተስፋ ኣንቢርልካ ደድሕረኻ ኣብ ዝኸድካዮ ዝኸይድ ሳይክል ኣሎ ቴለሞ ኣብ ዘለኻዮ ዝነጥብ ኩዕሶ ኣብ ዘለካ ይነጥብ ሃገር ስለ ዝኾነ እዩ ተሸኪምካዮ ዘለካ ሓላፍነት ናይ ህዝቢ ስለ ዝኾነ እዩ ኪነው ህዝቢ ከዓ ነቲ ለባም ዘስተውዕል ከዓኒ ሓላፍነት ናይ ሰማዕታት ስለ ዝኾነ እዩ እዚ ባንዴራ እዚ ክተንበልብሎ ወይ ነዚ ባንዴራ እዚ ማልያ ጌርካዮ ክትፃወት እንከለካ እዚ ባንዴራ እዚ ሰማዕታት እዮም ካልእ መለሳ ዝበሃል የብሉ ሰማእታት እዮም ቃልሲ ህዝቢ ኤርትራ እዩ ክብሪ ኤርትራ እዩ እምበኣር ብኸምዚ ኣብ ትወፀሉ ኩሉ ግዜ ብሃገራዊ ጉዳይ ኣብ ትወፀሉ ክንድምንታይ ጸገም ኣለካ ኣብ ዓዲ ክንድምንታይ ፖለቲካዊ ጽልኢ ኣለካ ኣብ ኤርትራ ብዘየገድስ ናብታ ዝመጽሓላ ብሰላም ከዓ ብስነ ስርዓት ኢኻ ትምለስ ዕዮ ከዓ ኢኻ ትፍጽም እቲ ዕዮ ናይ ህዝቢ ዕዮ ናይ ህዝቢ ኤርትራ ስለ ዝኾነ ትፍጽሞ ክትምሃር ድልኢኽካ ነይሩ ተማሂርካ ትምለስ ኩዕሶ ተጻዊትካ ትምለስ፣ ጎይኻ ትምለስ፣ ተሓኪምካ ትምለስ። ድሕሪ እዚ ምግባርካ ከም ኩሎም ኤርትራውያን ስግረ ዶብ ክወጽኦ ተልካ ዝዋራዘየልካ ሰብ የለን ዝመኽረካ ሰብ ጥራሕ እዩ ዘሎ ኣንታ እቲ ስግረ ዶብ ንባዕሉ ሲ ግዜኡ ሓሊፉ እዩ ቀደም ሰብ ስግረ ዶብ ወፂኡ ስራሕ ይረክብ ነይሩ ፖለቲካዊ ዕቑባ ቀልጢፉ ይረክብ ነይሩ ንስድርኡ ከዓ ይረድእ ነይሩ ገለመለ ገለመለ ኢልካ ክተምኽንዮ ትኽእል ኣብዚ ሎሚ ግን ወፂኻ እቲ ስደት ኣብ ዘብቅዓሉ እተን ዘዕቁባ ዝነበራ ሃገራት ፀርፀር ኣብ ዝበላ ዝብላሉ ብጣዕሚ ዋል ሓንቲ መፃእን ራእን ኣብ ዘይብሉ ግዜ ስደት ዘውፅእ የብልካን ክልተ ብዕራይካ ጌርካ ፀሚትካ ንድሕር በስማ ኢልካ ክትሓርስ ክእል ካብ ዓድኻ ነቲ ዘለካ ፀጋ ክትጥቀመሉ ሕሸካ ካብ ስኢልካ ኣብ ዘይትፈልጦ ሰልሚ ስደት ትጠፍእ ኢልካ እቲ ዓለማዊ ዘሎ ቅልውላው ክትመኽሮ ትኽእል ኢኻ ማለት እዩ። እዚ ኢኻ ትመኽሮ። ተዘይኮይኑ ግን ክትዋራዘይሉ ይትኽእል ኢኻ እቲ ብኢደ ወነኑ በኩሉ ኣገባብ ስግረ ወደብ ዝወፅእ ዘሎ ማለት እዩ እምበኣር ሰብ ዕማሙ ወዲኡ ዓዱ ምስ ተመለሰ ኣነ ብኤርትራ ኮፋይብኒ ዝበለ ሰብ ኣሎ ተኮይኑ ምርጭ እዩ ስሙን ዒሉ ብድሕሪኡ ዝዛረብ ሰብ ከዓ የለን ንምንታይ ከም ኩልኻ ስለ ዝኾነ ስሙ ኣልዒሉ ይዛረብ እዩ። ብሱዳን ውጻእ ብትግራይ ውጻእ ብገለ ውጻእ ስምካ ኣልዒሉ ዝዛረብ ኤርትራዊ የለን። ድሃይካ እውን የብሉን። ድሕሪ ነዊሕ እዋን ኣብ ገለ ምስ ረኣየካ ኣታ እቲ ዝኣቲ ዝደርፍ ነበረ እንድዩ፣ ኣታ ዝራእቲ ዝጻወት ነበረ እንድዩ፣ ኣብ ስደት ድዩ ደኣ ዘሎ ተባሂሉ ክዝረበልካ እዩ። ካብኡ እኔ ዝሓልፍ ኣርእስቲ የብልካ። ምክንያቱ ከም ሰብካ ብእግርካ ኢኻ ወጺኻ። ንምንታይ እቲ ሃገራዊ ሓላፍነት ዝበሃል ከም ሰብካ እዩ። ብናትካ ውሳኔ ብውልቅኻ ካብ ሃገር ስለ ዝወጻኻ እቲ ሃገራዊ ሓላፍነት ናብ ካልኦት ደርቢኻዮ መጺኻ ተኾንካ ኣሽሓት ቅድምኻ ደርብዮሞ ስለ ዝመጹ ተሓታትነትካ ኩሉ ከም ኩሎም ቶም ኣሽሓት እዩ ብናፋሪት ተሳፊርካ መጺኻ ኩዕሶ ክትጻወት ተሳፊርካ መጺኻ ክትጎይ ተሳፊርካ መጺኻ ህዝብን ባንዴራን ወኪልካ ኣብዚኦ ዝተርፍ ትብል ተኾንካ ግን እዚ ክድዓት እዩ ኮምፕሊትሊ ካልእ መዐቀኒ ዘለዎ ክድዓት እዩ ሓላፍነት ዘይምስካም እዩ ዘኽፍኣልካ ዘይምፍላጥ እዩ እንዳተጸበየካ ከሎ ህዝቢ ከመይ ጌርካ ከምኡ ትገብር? ካብዚ ብምቕጻል ድማ ሃይለ ደደቢት ድማ ብዛዕባ ርክብ ጽምዶ ትግራይን ዓፋርን ኤርትራን ከምኡውን ብዛዕባ ናይ ጅቡቲ መረጻ ብዛዕባኡ ሓደ ዘሕለፎ ሓበሬታ ኣሎ እስኪ ሰሚዕናዮ ንመለስ። ናይ
ጅቡቲ መረጻ ተዓዋታይ ተፈሊጡ ኣሎ። ኣብ ጅቡቲ ጎረቤትና እያ ኔክስቶ ዓፋር ጅቡቲ ኣላ። ዓፋር ስሳ ፐርሰንቱ ሰብዓ ፐርሰንቱ ትግርኛ ተዛራቢ እዩ። ምስ ትግራይ ከዓ ብዕርይ ዝቐረበ ረኽቢ ዘለዎ ክልል እዩ። ምምላስ ይከኣል እዩ። ረኽቢ ናይ ዓፋርን ናይ ትግራይን ምምላስ ይከኣል እዩ ዝብል እምነት ኣለኒ። እሱ እንተጌርና ባፈር ናይ ትግራይ ሰላማዊ ዞባ ናይ ትግራይ እናስፋሕና ኢና ንኸድ ልክዕ ከምቱ ፅምዶ ንብሎ ዘለና ብኤርትራ በዚ እውን ፅምዶ ጌርካ ናይ ዓፋር ሰላማዊ ቦታ እናስፋሕኻ ምኻድ ማለት ንዓፋር እናሓገዝካ ምኻድ ማለት ሰላምካ ምስፋሕ ማለት እዩ። እዚ ኣስተውዒልና ንርኣዮ በሃሊ እየ። ናይ ኣምሓራ እውን ከምኡ። ስለዚ ኔክስት ቱ ዓፋር ዘሎ ጅቡቲ መረፃ ኣካይዶም ናይ ኣፍሪካ ነገር ዕድመ ገደብ ነይርዎ እዩ። ካብ ሰብዓን ሓሙሽተን ንታሕቲ እምበር ካብ ሰብዓን ሓሙሽተን ንላዕሊ ዘሎ ክምረፅ ኣይኽእልን ከም ፕሬዚዳንት ዝብል ገደብ ነይርዎ ሕገ መንግስቲ ናይ ጅቡቲ ነቲ ዕድመ ገደብ ኣልዒልዎ ብቤት ምኽሪ ገይሩ እስማዒል ዑመር ገሌ ካብ ዓሰርተ ትሽዓተ ቲስዓን ትሽዓተን ዓመተ ምህረት ጀሚሩ ክሳብ ሕዚ ዳርጋ ንዕስራን ሸውዓተን ዓመት መሪሑ ኣሎ ሕዚ ከዓ ንተወሳኺ ሓሙሽተ ዓመት ብቴስዓን ሸውዓተን ነጥቢ ሸሞንተ ፐርሰንት ስዒረ ኣለኹ ይብል ኣሎ ኢስማዒል ዑመር ገሌ። ካብዚ ምቕጻል ድማ ከያኒ ሰለሙን ተስፋይ ኣይሰምዕን እየ ብዛዕባ ኣብ ሞንጎ ትግራይን ኤርትራን ዘሎ ጽምዶ ብዛዕብኡ ሰለሙን ሓደ ዘሕለፎ መልእኽቲ ኣሎ እስኪ ሰሚዕናዮ ንመለስ። ትግራይ ብዋናነት ሰላም እኳ እንተድልየ ብቀንዱ ካዓ ኣብቲ ጫፍ ጫፍ ዘሎ እንታይ ዓይነት ሂወት ኣለዎ ሕጂ ዝተረጋገዐ ኣሎ። ዋላ ካሊእ ነገር ኣይርከብ ኣብታ ቦርደር ዝነበርናያ ንሕናስ ከመይ ነርና ኣላና ንፈልጣ ሕጂ ከመይ ኣሎ ኣላና ንፈልጡ ሕጂ ኣነ ራማ በፂሐ መፅሒ ኩሉ ግዜ ንዓይ ሻዕብያ ተዝደልዩንስ ኣይስእኑን እዮም ኣብየ ዝውዕል ስለዚ እቲ ሰላም ዘምፅኦ ውፅኢት እዩ ክብለኪ ደልየ ተረዲኣኒ ሰላም ፅቡቅ እዩ ካብዚ ምቕፃል ድማ ሻዕብያ ዝተፈላለዩ ዘመናዊ ኣፅዋራት ሂየ ተሎ እናተባህለ ዝርከብ ዘሎ ብዛዕባ እዚ ድማ ሓደ ሓበሬታ ሒዘልኩም መፅእ ኣለኹ እስኪ ነፍቲ ሓበሬታ ከየሕልፈኩም ሻዕብያ ወታደራዊ ሓይሉ የድልድል ኣሎ እዚ ብቐጥታ ሓደገኛ ስግኣት እዩ ኣብ መዳይ ሓይሊ ባሕርን ሓይሊ ኣየርን ፀቒጡ ምዕቡል መሳርሒታት የእቱ ከም ዘሎ ክንበጽሖ ክኢልና ኣለና። ካብዚ ብምቕጻል ድማ ናብ ኤርትራ ዝኣተወ ነዳዲ ብዛዕብኡ ደማ ሓደ ሓድሽ ሓበሬታ እንዳወጸ እዩ ዝርከብ ዘሎ። ብዛዕብኡ ደማ ሒዘልኩም መጽየ ኣለኹ። እስኪ ናብቲ ሓበሬታ ከሕልፈኩም። ኤርትራ ነዳዲ ዝጸዓነት ካብ ሱዕድያ ከም ዝተበገሰ ዝተነግረላ ዓባይ መርከብ ኣብ ወደባዊት ከተማ ባጽዕ ከም ዝተራገፈት ተፈሊጡ። እታ ብ ሸውዓተ ሚያዝያ ክልተ ሽሕን ዕስራን ሽዱሽተን ኣብ ወደባዊት ከተማ ባጽዕ ዝተራገፈ ነዳዲ፣ ብሜሎዲ ዝተባህለ መርከብ ተጻዒኑ ከምዝመጸ ዝገለጹ እቶም ጸብጻባት፣ ሓፈሻዊ ጽዕነት እታ መርከብ ሚእትን ስሳን ሽሕ ሜትሪክ ቶን ከምዝኾነን ካብ ሱዕድያ ተበጊሳ ብሰላም ናብ ማዕርፎኣ ከምዝበጽሐት ኣብ ማሕበራዊ ሚድያ ዝወጸ ሓበሬታ እዩ። ኲናት ማእከላይ ምብራቕ ካብ ዝጅምር ንደሓር ዋጋ ነዳዲ ርኡይ ወሰኽ እኳ እንተኣምጸ፣ ዝያዳ ቁጠባ ዓለም ኣብ ሓደጋ ክወድቕ ዝጀመረሉ ግና ምስ ምዕጻው ሆርሙዝ ኮይኑ፣ ዋጋ ነዳዲ ናብ ዝለዓለ ጥርዚ በጺሑ፣ ሃገራት ናብ ክዕድግኦ ዘይክእላ ደረጃ በጺሐን ኣለዋ። ኤርትራ ብዘለዋ ናይ ቀይሕ ባሕሪ መስመራት ተጠቂማ ቀረብ ነዳዲ ብቐጻሊ ክተውሕስን ምጽንሓ ዝፍለጥ ኮይኑ፣ ምስ ኣንጸላልዩ ዝቐነየ ናይ ነዳዲ ስእነት ምምጻእ እዛ መርከብ ዕዙዝ ተራ ክጻወት ምዃኑ ተገሊጹ። እሽ'ሞ ፍቱዋት ተኻታተልትና ንሎማዓንቲ ዝነበረና ሓበሬታ ነዚ'ዩ ዝመስል ኔሩ ክሳብ ቀጻሊ ብሓድሽ ርእሰታት ንራኸብ ክንዲ ቪድዮ ምጽኣኹም ላይክ ምባር ከይትርስዑ ሰናይ ግዜ።